ሰላም ሰላም ተኸታተልተይ ኣቐዲመ ርሑስ ሓድሽ ዓመትን በዓል ቅንያት ልደትን ክኾነልኩም ካብ ልቢ እንዳተመነኹ ናይ ሎሚ ፍልይ ዝበለ ቪዶ ሪኣክሽን ሒዘ መጺኤ ደለኹ ክሳብ መወዳእታ ክትካታተሉኒ ከኣ ብኽብሪ ይዕድመኩም።
ዋጋ ከፊልክን ኣምሂርክንኦ ኢኽን ጉስነት ኣይደልን እዩ ወደይ ከም ሆሮሕሸን እዩ ብልክዕ ጻማኽን ከፊልክን ዶ

ኣብቲ ደምበ ኦራሊ ውዒለ ጻማስ ረኺበ ኣብቲ መና ደቆስ ውዒለ ጻማስ ረኺበ እዚ ዓድና ስጋዕ ሎም ንዛረበላ ኣሎ ሂር ክብረ ገርካ ዋላ እቲ ዜማስ ጉድሪኤ ሰተተተተተ ብለካ ንኹዳ እዎ
ኣጅባ ዓብዩ ናይ ኣደይ እንታይ እቲ ኣማሓረስ ከቢድ እዩ ማሕበራዊ ሂወት ናይ ገጠር ክሕግዘኒ ኢላ ዘይምሕሳባ ባዕለይ ክገብሮ ኢላ እተን ከብቲ ባዕላ ትሕልወን ኣቦይ ገሽ ከሎ ባዕላ ትውዕለን ደሓር እውን ፍርቂ መዓልቲ ናብኡ ምስ ተመለስኩ ንዓድና ናፊቐስ ተመይሰ እየ ካብ ኣስመራ ናብቲ ዓዲ ራብዓይ ሓምሻይ ገሊ ተማሂረ እው ሕጂ ፍርቂ መዓልቲ ይመሃር ፍርቂ መዓልቲ ከዓ ክትሕሉ እያ ትፀንሕ እንዴ

ኣብቲ ካብ ዝብለ ዘሕስበኒ ዝነበረ ኣደይሲ ብጣዕሚ እያ ጻዕራ በይና እሞ ከኣ ኣነ ሓደ ኣነ ከኣ መይሰ ወጽየ እወ
ኣዝያ ኣብቲ ስራሕሲ ለይቲ እያ ትኣቱ ዋላ ሓሚማ ከላ ከኣ ትሰርሕ ሕጂ ሓደ ካብቲ ዝገርመኒ ማለት እዩ ተምሃራይ ኮይኖም ዝጎበዝኩ ካብ ኣስመራ ወሪደስ ኣብ ግዜ ክረምቲ እንዳ ጻሃየ ስሓንዋ ከላስ
በቃ ከምዚ ዓሶ ሒዝዋ ዓሶ
እንዳ ዓስዓስያ ከላ ተምላስን ክልን እንዳበለት ኮላስ ኣብኡ ኮላ ከኣስ ትጽሂ ዋይ ኣነ ከላስ የለን ተደርብያ እኳ ዘላ ኣብቲ ሰዓሪ ኣብቲ ደረት ማይ ትግራት ኮይናስ

በዚ ዝተላፉ በዚ መጠቓ ትገብር በዚ ቅጫ ትገብር በዚ ገለ ትሰርሕ ሕጂ ሽዋ ሽዋ ዘይብላ ትውዕልና ተገብር ኣብዚ እንዳ እታ ቀንዲ ተተሓሳስበኒ እውን እንዳ ሰረሐት ከላ ድቃስ ኣብኡ ኮላ እያ ትድቅስ ከምዚ ኢላ ናብቲ ሓው ነዲ ድያ በል ኣዳዳዳ ገለ ብላ ንሓሳብ ክዳና ነ ንዕኦም ዝስተ ዝብላዕ ስለዚ ንበዓል ሌታ ኣብዚ ዝስተ ህይወት ዝብላዕ እዚ ከተዳሉ ካብዚ ወ- እሞ ኸኣ ናይ ክትወዲ ከተማ ከም እኳ እዩ በቃ ምሉእ ብምሉእ እቲ ዝነበራ ጸዓት ትውድእ እያ ማለት እኳ እዩ። እወ፣ ናይ ከተማ ህይወት ከኣ ትርኣ ኢኻ በዚ እወ እወ ታሕቲ ትበጽሕ መን ከም ዝመልሳ ካብታ ሓዊ ዋላ ሽሮ እንዳሰርሐት ኣብኣ በጺሓ ክቱር ድኻም ነይርዋ ብጣዕሚ ከቢድ ድኻም ነይርዋ ስለዚ እዚ ብጣዕሚ እዩ ዘብለኒ

ብዙሕ እዩ ማለት እዚ ናይ ገዛ እንዲ ኣብቲ ናይ ዕዮ ከዓ
ኣድጊ ንጉሆ ንጉሆ ቅድሚ ምንፋረይሲ ድኾ ኣኪባ ኣኪባ ግድን ንስራሕሲ ብጣዕሚ ህርኩት እያ ልዕሊ ዓቐን
ኣድጊ ትመልኣለይ ማለት እዩ

ስራሕ በቃ እሳ ፀሓይ ይዓርበና ሃይ ተመሳሓና ኣነ ጠሚ ንዕባ ግደፍ የደ እዚ ሓንሳብ ባን መሳሕ ኩላ ሓንቲ እንዳያት ኣነ ወስዳ ሰዓት ስራሕ ዳ ንዕፀ ዶ ይዓፂ ተኮይኑ ፎቅ ስለዚ እዚ ዓብይ ብጣዕሚ ዘይርስዖ ብዮተይ ብዙሕ ናይ እዚ መቐረት እዚ ከይፍለየካ ኢልካ ኢኻ

ክትቅጻዕ ኢኻ እንተ ጽዒኻ ጣዕዋ ንዓኻ ኣደይ መረሴን ምሳር ሃባኒ ምሳር ንምንታይ ሓጹር ክበትከሉ ሓጹር ንምንታይ ደምበ ክሰርሓሉ ደምበ ንምንታይ ኣሓ ክሰፍራሉ ኣሓ ንምንታይ ዒባ ክሓርኣሉ ዒባ ንምንታይ ድኾን ክሰርሓሉ ድኾን ንምንታይ ኣብዛ ድኾን ምስ በጻሕኩ ተበልኩዋ ናብዛ ዓንዲ ኣብ ክልተ እዛ ኣልባ ጨድድ ትብል። እንታይ ይመስለካ ኣልባ ማለት ከምቲ ዝበሎ ዝረግእ ጸባ ድቕመጠሉ ማለት እዩ። ጸባ ንሳልስቲ ድሕሪ ሳልስቲ እዩ ዝረግእ። ጸባ ሓ ሓሊብካ ካብ ኣሓ ካብ ላማት ዝቕመጠሉ ኣልባ ማለት እዩ ምስ ረግአ ድሕሪ ሳልስቲ ማለት እዩ ወይ ከዓ መራግእቲ ገዲፍካ ፀኒሕካ እውን ድሕሪ ክልተ መዓልቲ ክረግእ ይኽእል እዩ ማለት እዩ ስለዚ ምስ ረግአ ተሓቕንዎ ማለት ከምቲ ዝበሎ ናይ መምህር ወጊሕ ንውሕ ዝበለት እያ

ኣለዎ መተንፈሲ ናይ ብሓቂ ጋዝ ኣለዎ ኣብ ውሽጡ እንዳተንፈስካ ኢኻ መተንፈሲ ኣፍ ኣለዎ ነታ ኣልባ ማለት እዩ ትሪኦ ሽዑ ጽዒዩ ድዩ ኣይጸዓየን ምጽዓይ ማለት እንታይ ማለት እዩ ጸባን ጠስምን ድፈላለየሉ ማለት እዩ ሶ እንድሕር ጽዒዩ ደታ ንእሽተይ ኣፍ ደላታ መኽደን ደላታ ኣላ ንእሽተይ ውትፍ ተብለላ ንእሽተይ ዕንጨቲ ጎማ ጌርካ ንኸይፈስስ ማለት እዩ ብኡ ኢኻ ቸክ ትገብሮ ማለት እዩ እንድሕር ጽዒዩ ጸባ ጥራይ ድፈስስ እንድሕር ተዘይጢዑ ግን ላይክ ጠስምን ጸባን ዝቐረበ ዓፍራ ከም ዓፍራ ሕውስ ኢሉ ብሩ ዓይነት ኮይኑ እዩ ዝወፅእ ማለት እዩ ስለዚ እንድሕር ፅዒ ኮይኑ ግን ላይክ ፀባ ጠራይ ይወፅእ ማለት እዩ ምስ ፀዓየ ፀባ ጠቕላላ እዩ ዝወፅእ ብድሕሪ ኣቢልካ ጠስሚ ፈሊኻ እቲ ፀባ ከዓ ብጸባ ኣይኮነን ዝብሃል ሽዑ ምዕጉ እዩ ዝብሃል ጠስምን ርግኦን ምስ ተፈላለየ ምዕጉ እዩ ዝብሃል ማለት እዩ ምዕጉ ምዕጉ ዝደሊ ሰብ ምዕጉ ይበልዕ ብምዕጉ ይምገብ ምዕጉ ዘይደሊ ሰብ ከኣ ኣፍሊሕኻ ብራሕ ሰቲ ማለት እዩ ተረዲእካ ክኸውን ተስፋ እገብር።
እዛ ቪዶ ከምዛ ትርእይዋ እያ ኔራ ኣነ እኳ ንድሕሪት ተመሊሰ ናብ ኤርትራ ኣትየ ጸኒሐ ናይ ብሓቂ ንዓድና ተመሊሰ ጸኒሐ ናብራ ናይ ሃገረ ሰብ ኩሉ ክረኣየኒ ጸኒዑ ማለት እዩ ብፍላይ ከኣ እታ ኤርትራዊት ኣደ ኣብ ገጠር ትነብር ኣብ ገጠር ዝነብር ኣብ ከተማ ዝነብር ኩሉ ሓደ እንዲዩ እዩ ኣደ ኣደ እንዲያ ነገሩ ግን ፍልይ ዘብሎ ካብ ናይ ከተማ ናይ ሃገረ ሰብ ዕስራን ኣርባዕተን ሰዓት ደድሕሪ ስድርኣ ደድሕሪ በዓል ቤታ ደድሕሪ ደቃ እሞ ቀዲማ ኣትያ ንዕኦም ድራሮም ለይቲ ተሲኣ ንዕኦም ቁርሶም ዝስተ ዝብላዕ ሒዛ ደድሕሪኦም ዞኽዞኽ ክትብል ተራእዩኒ ጸኒሑ ናይ ብሓቂ እቲ ናይ ናብራ ሃገረሰብ ተራእዩኒ ጸኒዑ ግን ኤርትራዊት ኣደ ከምዚኣ ንሪኣ ድለና እያ ኣይ ሆፕ ካኣ ንስኩም ፈቲኩማ ክትኮኑ ንድሕሪት ተመሊስኩም ቁሩብ ትዝታታት የዕዲርልኩም ክከውን ማለት እዩ ጊመ ርሑስ ሓድሽ ዓመትን ርሑስ በዓል ልደትን ክኮነልና እንዳ ተመነኩ ብፍልይ ዝበለ ቪዶ ክሳብ ንራከብ እግዚኣብሔር ምስ ኩላትና ይኩን።